ኤርትራ ሙሉእ ብሙሉእ ክንቆጻጸሮ ኢና ክብል ጀነራል ሳሞራ ያኑስ ገሊጹ። ኣብ ትግራይ ናይ ሴኩሪቲ ሓይሊ የድልየና እዩ እቲ ናይ ሴኩሪቲ ሓይሊ ኣብ ትግራይ ዝቆውም ብናይ ኢትዮጵያ መንግስቲ ናይ ሴኩሪቲ ኣርክቴክቸር እዩ ዲፋይንድ ዝኸውን። ይህ ጦርነት በ ሃያ አራት ሰዓት የሚቆመው ፖለቲከኞች ልጆቻቸውን ግንባር ላይ ሲልኩ ብቻ ነው ያን። ዓፋር ለሎ መንእሰይ መን ድዩ ሰዲድዎ ናይ ሕወሓት ሕመቕ እኮ ኢላኡ ክኸይድ ለሎ ባይዘ ብጣዕሚ ዘሕዝን ነገር ዶ ክነግረኩም ኣብዚ ሕጂ ሰዓት ብስራት ተኣሲሩ ኣሎ። ሰላም ጥዕና ይሃብለይ ኣብ ዝተፈላለየ ኩርናዓት ዓለም ኮንኩም ነዚ ቪድዮ ዝትካታተሉ ዘለኹም ሎሚ እውን ከምቲ ልሙድ ኣብ ማሕበራዊ ሚድያታት ኣዝዮም ኣዝዮም ኣዘራረቢ ዝበሃሉ ዛዕባታት ሒዘልኩም መፂኤ ኣለኹ እስካብ ቪድዮ መጨረሻ ሓቢርኩም ንክትፀንሑ ብኽብሪ ይዕድም ብኣልገስ ነዚ ገዛ እዚ ሓድሽ ዝኾንኩም ሳብስክራይብ ምግባር ቤተሰብ ይኹን ከምኡ እውን ነዚ ቪድዮ እዚ ቅድሚ ምጅማርኩም ላይክ ምባር ኣይትረስዑ ሰናይ ፃንሒት

በፍጹም ብለህ ኮሜንት ላይ ጻፍልኝ ካየ ደግሞ እስኪ ስሙን ጥቀስልኝ። ኣብ መቐለስ ኣይግፈፍን ዝበለ ተጋዳላይ መንእሰይ ቀቲሎም ኣለዉ ሓደ ጥራሕ ኣይኮነን ብዙሓት መናእሰዮም ቀቲሎም ካብ ኣርሚ ዕስራን ኣርባዕተን ካብ ኣርሚ ክንከኒና ኢሎም ዝኸዱ ክልተ ተጋደልቲ ሒዞም መፅኦም ኣብ ቅድሚ እቲ ኣርሚ ረሺኖሞም ወንጀል እዩ ኣንቶ ዘልዕሎ ዝነበረ ድሕሪ ተፈፀመ ወንጀላት ኣሎ ዝበል እወ ኣሎ ወንጀላት ግን መጀመርያ መልክዕ ንሓዝ መንግስቲ ንኹን እሞ እቲ ኔክስት ዝቀው መንግስቲ ኮምፕሊትሊ ናይ ትግራይ ናይ ፖለቲካ ስርዓት ምሕደራ ምሕደራ ኣይዲዮሎጂ ኣይኮነ ምሕደራ ዝቅይር እዩ እዩ እቲ ሓደ ክገልፆ ዝደሊ ሓሳብ ሓንቲ ከልዕላ ዝደለኹ እዚኣ እያ እታ ካልኣይቲ ምስ ፌደራል መንግስቲ እንታይ ይርክብ ኣለኩም ዝብል ነገር ኣሎ ምስ ፈደራል መንግስቲ እናተማሓየሸ እናተማሓየሸ እናተማሓየሸ መፅኡ ሀዚ ኣብዚ በፂሕና ዘለና ደረጃ በፂሕና ኣለና ኣብዚ በፂሕና ኣለና ማለት ግን መንግስቲ ኮይናስ ንህዝቢ ትግራይ ወኪልናስ ንዓበል ምሳኸ ንደራደር እሞ እዚኣ ግበረልና እዚኣ ይትግበረልና ኣብ ዝብል ደረጃ ኣይበፃሕናን እዚኣ ክንገብራ ንኽእል ትግራይ ምስ ኣተና እዩ ኣንቶ ደጀን የልዕል ነይሩ ንኣብነት ሪፈረንደም ድሕሪ መንግስቲ ምቆም እምበር ቅድሚኡ ክግበር ኣይሓስብን ኢሉ ኣነ እውን ኮሚየ ዝሓስብ ከምዚ ኢሉ ዝደራደር ግን ህዝቢ ትግራይ ዝውክል ብመንግስቲ ውን ፍልጠት ዘለዎ ሓይሊ የድም እዩ ካብቲ ቅድም ዝነበረ ክሻብ ወርሒ ቅድሚ ወርሒ ኣቢሉ እኮ ካብዚ ደለይቲ ለውጢ ዝበሃል ምንቅስቃስ ዝሓሸ ዓቕሚ ዘለና ዝሓሸ ምሳኹም ሰራሕና ዝሓሸ ምሳኹም ኮይንና ተዋጋእና ሰባት ኣለና ኢሎም ዝወዳደሩ ብዙሓት ነይሮም ሕዚ እውን ጠፊኦም ማለት ኣይኮነ ብግልፂ ብግልፂ ተነገረኒ የዛረብ ዘሎ ስለዚ እቲ ዓቕሚ ናይ ህዝቢ ትግራይ ዓቕሚ እናተኣከበ እናተኣከበ ከይዶ ኣሎ ፍሉይ ነገር ስለ ዘለና ኣይኮናን ናብዚ ኮይና ዘለና ሓደ ክንእከብ ስለ ዝኽኣልና እዩ ክንእከብ ስለ ዝኽኣልና ካልኣይ ግን ኢምፖርታንት ነገር ግን ኣብ ትግራይ እዙይ ንግበር ዝብል ሓሳብ የለን። እቶም ንሕና ንበልፅ ካብኦም ዝብሉ እሞ ኣብ ትግራይ እዙይ ኢና ንገብር ዝብል ሓሳብ የብሎምን። ንደብረፅዮን ክትክኦ ወይ ንመንጀርኖ ክትክኦ ወይ ንፍስሃ ማንጁስ ክትክኦ እሞ ኣነኡ ክኾን እዮም ዝብሉ። እዙይ ድማ ምንም እንተኣሽመ የምፅእ ለውጠ የምፅእ። ስለዚ እዙይ ስለዝኾነ እቲ መንግስቲ ስርዓት ክቕየር ስለዝደሊ እቲ ኩነታት እውን ስርዓት ምቕያር ስለዝሓትት ዝሓሸ ተቐባልነት እናረኸብና ዝሓሸ ስምምዕነት እናረኸብና እናተዘራረብና ንኸድ ኣለና። ንደብረ ፅንተት ዝፀረፈ ይቕተል፣ ንሞንጀርኖ ዋር ሆር ዝበለ ዕድመ ልክዕ ይእሰር፣ ናይ ሕወሓድ መገዲ ግጉይ እዩ ዝበለ ዕድመ ልክዕ ይእሰር። ካን ዩ ኢማጅን? ሙት ኢልናዮ ዘይሞተ ዕድመ ልክዕ ይእሰር ወይ ሞት ይፍረዶ። ከምዚ ዝበለ ኣራዊት ኣብ ትግራይ ክትከል ድዩ ድሌትና? እዚ ድዩ ዝኸውን? For what? ንመንኸ እዩ ዝመውት? ናይ ምዉት ዓዲ ድያ ክትኸውን ትግራይ? ጀነራላት ባእባእ እናበሉ ካሊእ ታሪኽ ዘይፈልጡ ብዘይካ ሞት ብዘይካ ኩናት ብዘይካ ጠመንጃ ብዘይካ ሓፂን ብዘይካ ጥይት ብዘይካ ቦምብ ሓቑፍካ ምሕዳር ፍቕሪ ዘይፈልጡ ምንባር ዘይፈልጡ ሰብኛ ዘይፈልጡ ዲሞክራሲ ዘይፈልጡ ጓሓትን ምሸት እናመፁ ይዛረቡ ኣብዚ ሀዚ ሰዓት ትግራይ ናይ መን ምዃና ብደንቢ ይበርሀልና ደሎ ይርደአና ደሎ ትግራይ መን ከም ትጥቀመላ ብደንቢ ብደንቢ ንርድኦ ደለና ትግራይ ናይ ህዝቢ ትግራይ ዘይኮነትስ ናይ ጉጅለ ህወሓት ናይ ሰበሰልጥናት ሕወሓት ናይ ሓሻኽሮም ናይ ጀነራል እያ ሕጊ ኣብ ቅድሚኦም ምንም ታሪክ የብሉን ሕጊ ኣብ ቅድሚኦም ኣይሰርሕን ሕጊ ኣብ ጉጅለ ሕወሓት ምንም ኣይሰርሕን ምክንያቱ እሶም ልዕሊ ሕጊ እዮም ኣብ ኣደባባይ ወዲ ጀነራል ንሓንቲ ጓል ድኻ ዝኾነት ምንም ማእገር ዘይብላ ኣብ ስልጣን ዘሎ ቤተሰብ ዘይብላ ኣብ ኣደባባይ ቀቲሉ እንተብቅዕ ናብ እስር ቤት ኣትዩ ፍርዲ ተዋሂብዎ ድሕሪ ክንደይ ፍርዲ ተዋሂብዎ ተፈሪዱ ዕድመ ልክዕ ተፈሪዱ ሕጊ ቀይሮም ግን ወዲ ኣዛዚ ኣርሚ ስለ ዝኾነ ወዲ ኣዛዚ ፖሊስ ስለ ዝኾነ ሕጊ ቀይሮም ግን ነፃ ኢሎሞ ትማሊ ዘውዱ ሃፍቱ ትበሃል ሓፍትና ፍትሒ ስኢና ሰለስተ ግዜ ኣርባዕተ ግዜ ቐቲሎማ ማለት እዩ። ወለዳ እውን ፍትሒ ስኢኖም ሞይቶም እዮም ኣብዚ ቀረባ ግዜ። ዝቐተላ ፍትሒ ተኣሲሩና ዝቐተላ እውን ፍርዲ ተዋሂቦ ንሃልየ ወዲ ሕወሓት ወዲ ሰበ ስልጣናት ሕወሓት ስለ ዝኾነ ግን ካብ እስር ቤት ወፅዩ ከምቲ ቀደም ዝብሉና ዝነበሩ ብታሪክ ንጉስ ኣይኽሰስ ሰማይ ይሕረስ ዝብልዎ ዝነበሩ ሕዚ እውን ንሕና ንፈልጦ ብቅድሜና ሕወሓት ዝበሃል ጉጅለ ሕወሓት ይገብርዎ ኣለዉ የረጋግፅዎ ኣለዉ ምዚኦም ድዩ ሰብ ዝነብር ምዚኦም ድዩ ረብሓ ትግራይ ዝረጋገፅ ሕጊ እኮ ኣብ ባዕልኻ እውን ትኽበር እኮ እዩ ሕጊ እኮ ንኩሉ እኮ እዩ ዝሰርሕ እዚኦም ኣብ ባዕሎም ዘይሰርሑ ሰብኣዊ ርህራሄ ዘይብሎምስ እስኻ ተሰዊእኻ እስኻ ተቆሪፅካ እስኻ ጠፊእኻስ ክርህርህ ኢልካ ኢልካ ትሓስብ እስኻ ፍትሒ ስኢንካ ክርህርህ ኢልካ ኢልካ ትሓስብ እሞ ድማ ምስኦም ትዓስል ናቶም ስራሕ መፈፀሚ ትኸውን መንእሰይ ትግራዋይ ሕሰብ። ልዕሊ እዚኦም ፀላኢ የብልናን፣ ልዕሊ እዚኦም ፀላኢ የብላን ትግራይ። ኣብ ኣደባባይ ንሰብ ሓሙሽተ ግዜ ሽዱሽተ ግዜ ዝቐትሉ ሰባት እዚኦም ተጋሩ ይኮኑ ናይ ተጋሩ ስነ ልቦና የብሎምን፣ ሰባት ኣይኮኑን እዚኦም ናይ ሰብ ስነ ልቦና የብሎምን ካብዚኦም ንርሓቅ እዚኦም ንኣና ኣይውክሉን የቀኔለይ። ብጣዕሚ ዘሕዝን ነገር ዶ ክነግረኩም ኣብዚ ሕጂ ሰዓት ብስራት ተኣሲሩ ኣሎ እንታይ እዩ ገይሩ ተኣሲሩ ዶ ኢልኩም መቸም ብስራት በዓል ዘውዱ ከይድፈራ ከይቅተላ ኢሉ ሂወቱ ንከሕልፍ ህዝቡን ዓዱን ንከሕሉ ኢሉ በረኻ ወሪዱ መቸም ናይ ዕድል ጉዳይ ወይ ድማ ካብ ብሱል ጥረ ብሂወት ተሪፉ ተመሊሱ ይኹን ደኣ እምበር ኣብዚ ሕጂ ሰዓት ተኣሲሩ ኣሎ እዚ ሓውና ድማ እንተስ ኣብ ዓዱ ጸኒሑ ብኽንደይ መላምል ነዛ ሓፍትና እዚኣ ንምድሓን ኽንደይ መላምል ጠፊኦም እዚ ሓውና ድማ ኣብ ገዛ ጸኒሑ ነዛ ሓፍትና ንዘውዱ ቀቲሉ ቀቲልካ ተባሂሉ ድማ ዕድመ ልክዑ ተፈሪዱ ዝነበረ ድማ ኣብዚ ሕጂ ሰዓት ነጻ ተባሂሉ ወጺ ማለት እዩ ሕጂ ትግራይ ኣብዘን ክልተ ስእልታት እንታይ ዓይነት ፍርዲ ትፈርድላ ሓሲብኩመ ዲኹም ፈለማ ነዚ ቪድዮ እዚ እሞ ፕሊስ ብዝተኻእለኩም መጠን ናብ ብዙሓት ሰባት ንክበፅሕ ፍትሒ ንክርከብ ሲ እዚ ቪድዮ እዚ ላይክ ጌርኩም ጀምርዎ ናብ ብዙሓት ሰባት ክብፅሕ ድማ ፕሊስ ሸር ግበሩለይ ኣብዚ ሕጂ ሰዓት መቸም ኩላትና ከምቲ ንፈልጦ ማለት እዩ ብስራት ካብ በረኻ ምስ ተመለሰ ማለት እዩ ሂወቱ ንክቅይር ላዕልን ታሕትን ኢሉ ተወሳኺ ድማ ትራቭል ጀሚሩ ካብተን ዝረኸበን ገንዘብ ድማ ፅጉማት ንክሕግዝ ካብ ብዙሓት ሰባት እናለመነ ዝቆሰሉ ወይ ድማ ዝተጋደሉ መሐከም ዝሰኣኑ ተጋደልቲ እውን ክሕክም ላዕልን ታሕትን ክብል ንሪኦ ነርና ንሱ ጥራሕ ኣይኣኸለን ሎቶሪ ጀሚሩ እውን ካብቶም ዝረኸበ ገንዘብ ድማ ዝተፀገሙ ወይ ድማ መሐከሚ ዝሰኣኑ ሰባት እውን በታ ዝረኸባ ካብተን ዝረኸበን ዓቕሙ እናሓገዘ ንሪኦ ነርና ማለት እዩ እንታይ እዩ ሕጂ ንብስራት ዘእስሮ ነገርስ እንታይ እዩ እንታይ እዩ ኣነ ኣይተረዳእን ምስሩ እንታይ እዩ ትግራይስ ናበይ ገፃ ናበይ ገፃ ተብል ዘላ ምንም ኣይርዳእን ዘሎ እግዚኣብሔር ሎማዓንቲ እውን ቅድመይ ሓደ ሓወይ ካብ ህወሓት ህንዲ ግዛዕ ዝኾነ ኣንነት ተሸኪሙ ቶለሬቴን ገብሪ ዓይነት ወግዕ ከዋግዕ ሰሚዐ ዓፋር ለሎ መንእሰይ መንዲ ሰዲድዎ ናይ ህወሓት ሕመቕ እኮ ኢላኡ ክኸይድ ለሎ ባይዞ ልወንበር ልስልጣን ክሟጎቱ እታ ወንበር ኣነ እየ ልሕዛ ልብል ክራይሲስ ኣጀንዳ ፈጢሮም ነታ ወንበር ልምፅናዕ ብልፈጠርዎ ኣንነት ትምክሕቲ ህዝቢ ከየማኸሩ እቲ ንኣብስር ለና ጀነሬሽን ጋብ ተፈጢሩ እዩ ባይዘ ዓበይቲ እየታትና ዘይተምሃሩ ወለድና ካብ ሕወሓት ወፃኢ ካልእ ለሎ ዘይመስሎም ወለድና እቲ ሜንታል ሴትኣፕ ል50 ስሳ ዓመት ዝተነዲቑ ዝተሰርሐ ወለድና ጥራሕ ኣኪብኻ መንእሰይ የግሊልኻ ደላይ ለውጠ ኣግሊልኻ እቲ ዝተምሃረ ሓይሊ ጎኒ ገሊፍኻ ሓዲግካ ምስቶም ዘይተምሃሩ ወለድና ጥራሕ መኺርካ ገዛ ዓፂኻ ዕፃ ትግራይ ምውሳን ትኽክል የኾነ ትግራይ ዘመሓደረ የመሓድሮ ሓደ በስባስ ጀነራል ካብኣቶም ባህርዳር ከይዱ ምስ ጌታቸው ንሕሞራ ትበሃልስ ጭቁናት ተምሓሩ እዮም ዝሓርስዋ ዘለዎ እሞ ስልኩም ዘይትገድፍሉና ኣለዎ ተጋሩ ዝነበሩ ዝቃለሱ ዝነበሩ ከይዶም ኣብኡ ኮይኖም ክትችቱ ንኣና ከይዶም ኣብኡ ኮይኖም ከፍርሱ ኣብዚ ኮይኖም ብውሽጣ ውሽጢ ቆልዑ ብከምኡ ገይሮም ክውድእዎ እዮም ደልዩ ነይሮም ዝፈሰስ የፍሰስ ማሽን ኣምፂኻ ዝስራሕ ቅርሺ ኣለዎ ብዙሕ ቢልዮናት በቲኖም ብስሩ እውን ትግራዋይ ካብ ቀደሙ ጀሚሩ እዞም ሰባት እዚኦም ክንበር ክነብር ኣይደልዩን ሓደ ሓደ ምሁራት መፅኦም ንቀዳ ሃዱና ዝዛረብዎ ነበሩ ካብተን ናይ መጀመርያ ስልጣኔ መበል ሳልሳይ ደረጃ ምስ ንጣልያን ምስ ቻይና ብዘን ዝነበረት ትግራይ እዮም ኣብዚ ዓዲ እዚ እውን መንግስቲ ምትካል ዝረኤት ዓዲ እያ ብዘይ መንግስቲ ክትነብር እዚ ዓዲ እዚኣ መንግስቲ ዝመስረተትስ ንካልኦት ዘመሓለፈትስ ሕይ ዜሮ ኮይና ክትነብር እዚ ዓዲ እዚኣ ፍፁም ከምኡ እንተኾይንና ንምጥፋእና እዩ ዘቀላጥፍ እቲ ግዜያዊ ምሕዳር ይኹን እቲ ገለ ይኹን ተባሂሉ ነረ ኮነ ተባሂሉ መንግስቲ ናይ ምፍራስ ታይ ሽሙ ኣይነበሮምን ፒፒ ከም ዓይነት ነገር ኣይነበሮምን እቶም ናይ ባዕልና ባንዳ ክደራደሩ ዝኸዱ ግን ሳፕራይዝ እዮም ገይሮሞም ባዕሉ ኣብዪ ምስክራ እዩ ባዕሉ ሪድዋን ሕሴን ዝበሃለለይ ምስክራ እዩ ብጣዕሚ ሳፕራይዝ እዮም ገይሮምና እዮም ዝብሉ ናይ ውሽጥና ባንዳ እማ እዚ ኩሉ ቆልዓ እዞም እዚኣ እኒኦ ቆልዑ ህፃውንቲ ቆልዑ ምንም ከይርእዩ ዝተኸፈለ ዋጋ እዩ ነዚኦም ረሲዖም ብስትረቸርስ ብገለስ ሓንጊሩ ዘምፀው ንሱ ስባ ጎዩ ከምልጥ ይኽእል ነይሩ ሓንጊሩ ተሸኪሙ እናሳለየ ኣብዚኣ ዘብፅሖም ከይዶሞ ስውእ ወዲ ስውእ ዝበሃል ስድራ ስውእ ዝበሃል ኣካል ጉድእ ዝበሃል ታይኦም ኣይኮነን ኣብ መቐለ ዘሎ ኣካለ ጉድእ ናይ ፍልጥ እዩ ታሪክ ሰሪሑ እዩ ኣካሉ ጎዲሉ ዘሎ ብቐሊሉ ግን ክሕከም ዝግብኡ እዩ ዝሕክሞ ዝሰኣነ እዩ መዓት ቢልዮናት ዝብተን ግን ንወረበላ እዩ ንትግራይ ንምፍራስ እዩ እቲ ታሪክ ዝሰርሐ ተገራላይ ክኽበረሉ ዘይከኣለ ብሓይልና ግን ክኽበረሉ እዩ ሓንቲ ነገር ኣብ ተጋዳላይ ከይትግበር እሺ እናበልካ እዚ ከዓ ናይ ኣብይ ተልእኾ ናይ ቢቢ ተልእኾ እታ ዝሓዝናይ ዓዲ እውን ኮይኖም ሓድራን ዘለና ሲሎም እዮም ጫማለቑ ዘለዉ እምበር ምስ እውን ተንገድፈልኩም ስታይ ዋጋ ኣለዎ ጌታቸው እውን ተገቲሩ ዓዲ ዘመሓድር የመሓድር ይብል ነይሩ እዚኦም ካብ መጀመሪኡ ሕጂ ተዃኺቶ ክንቀል እዩ ቆራዲድ ዘበሉ እውን ተነቂሎም ናይ ህዝቢ ትግራይ ሓድነት ክምለስ እዩ ይምለስ እውን ኣሎ መንግስትና እውን ተመሊሱ ኣሎ ብዘይ መንግስቲ ክንነብር ኣይንኽእልን ተጋሩ ብዘይ መንግስቲ ንነብር ተኮይና ሓድነት ተጋሩ የለን ርኢና የለና ሕጂ እውን ተልእኾ ኣለና ተልእኾና ማንም ሰብ ክንከፍል ኣይንድልን ብሰላም ክንረክብ ንደሊ እታ ሰላም ግን እቶም ናትና ባዕሎም እዮም ዘርግዋ ዘራ ግን ተሊስ ፅሩይ ማይ ኣይስተን ይበሃል ሰም እዮም ዘርግዋ እትኦም እውን ከምኣና ገብሩ ቀያሕ ካርዲ ገይሮም ሰምሓራስ ምስ ከለስ ናብ ባእስና እዮም ክነብሩ ዝደልዩ ብሰላም ዶ ብገለ ዶ ናይ ኣሜሪካ ምልኣኽ ዶ ገለ ዶ ፋሽን እዩ ዝብና ተኮይኖም ቀጥታ ይሆና በቃ ሽዱሽተ ዓመት ዝኣክል ኣብታ ኣብ ቴንዳታት ዝሞተ ኣብ ዓድማ ተኸይዱ ዝሞተ ትግራዋይ ብጣዕሚ ብዙሕ እዩ ኣብዚ ሕሞራ ዘይብላ ራያ ዘይብላ ትግራይ ንኦም ምግዳፍ ውርደት፣ ትግራይ ምብታን ውርደት፣ ትግራይ ዘይምንባር ማለት እዩ እና ላዕላውነትና ናብ ንቡር ንምምላስ ተልእኾ ኣለና። ኣብ ትሕቲ ፀላእ ዘሎ ህዝቢ ሓራ ክወፅ ኣሎ። ተመዛበልትና ናብ ቦትኦም ክኣት ኣሎ። ብዛዕባ እዞም ተመዛበልቲ ኣልዕል ናብ በሉ ሓደ ሓደ ግዜ ተመዛባላይ እዩ ትብልና ብ- ብምንታይ ክኣቱ ብምንታይ ሓደ ሰው ቀዳማይ ዝመፀ ተዓላማይ ኣሎ ኣብ መረብ ኣሎ ሰለስተ ርእሰይ ካብ ዳንሻ ተበጊሰ እዩ ዝብል ሰለስተ ሚእቲ ኢና ተበጊስና እዩ ዝብል እቶም ክልተ ሚእትን ተስዓን ትሽዓተን ተረሺኖም በይነይ ተሪፈ እዩ ዝብል ሰብ ኮይኑ ምዃዱ እውን ከቢድ እዩ ክንድዚ ዝኣክል ዝተጨፍጨፈ ህዝቢ ማይ ካድራይ ዝተጨፍጨፈ ህዝቢ ናብኡ ኪድ ኢልካ ክሰዶ ከመይ ገይሩ ክነብር ብዘይ ፀጥታ ብዘይ ናብ ዓለም ምዕዳር ተደልዮም እቶም ባንዳታት ገደሎም ይዘው እምበር ናብ ገደል ናብ ውሕጅ ንድውርዮ ህዝቢ የብልና ህዝቢ እዚ እውን ትኽተሉ እንተኮይንኩም ሰራዊት ትግራይ ተኸተሉ ተዘይኮይኑ ባዕለይ ብደንጎላ ብዝረኸብክዎ ካቲ እየ ዝብል ህዝቢ ትሰምዑ ነይርኩም ዓሚ ኣብ ላዕላይ እናሃለዎ ማይ ማዕዶ ኣሪ ተናዲዱ ነይሩ ተጋዳላይ እውን ህዝቢ እውን ተናዲዱ ብጥሜት ዝመውት ህዝቢ ቀሊል ኣይኮነን እና ኣብዚ ከባቢ እዚ እዩ ዘሎ ሓይልና ክሰጥም ኣሎ ሓይልና ብደንብ ክንመልእ ኣለና ጥንካና እውን ታሽም ክኾነ ኣሎ ቀለ ኣይኮነን እዚ እና ስልጠናና እውን ቀፃሊ ኣብ ዝረኸብናዮ ግዜ ክንስልጠን ኣለና ንእሽተይ እናደመርካ እናደመርካ ህይወት ኢኻ ትቕንስ ረሃፅን ድኻምን ብምውፃእ ህይወት ናይ ተጋዳላይ ኢኻ ትቕንስ እቶም ዝነበሩ ሽግራትና ብስልጠና ብምልኦም ተቐሪፍናዮም ኣብ ፀላኢ ኩሉ ዓይነት ጥበብ በቲ ዝተምሃርናዮ መንገዲ ኩሉ ተግባራዊ ክኸውን ይኽእል እዩ ዓሰርተ ዓመት እዩ ዕስራ ዓመት እናለመና ክንነብር ኢና ኢሉ ዝፅበ ትግራዋይ ተሉ ድንቁርና እዩ እሶም ስልጣኖም ኣርባዓ ሓምሳ እዮም ዝደልዩ ከምኡ ኢሎም ክነብሩ እዮም ዝደልዩ ኣምሓራን ትግራይን ከይዕረቕ እውን ኣብዚ ሕጂ ሃፀ ዮሃንስ ዝበሃል ሰብኣይ መከረኛ ሚትን ገለን ናብ ክልተ ሚትን ገለን ዓመት ዝቐረቡ እዮም ተዘይተጋጊ ንናይ ኢትዮጵያ ህዝቢ ግን ክሳዶም ዝሃቡ እዮም ኣምሓራ ግን ኣይተቐበልዎም ሰሚዕኹም ትኮንኩም ንኣምሓራ እውን ቴድሮስ ዝበሃል ከምዚ ዝበለ ብጥይቱ ዝሞተ ዘጋላግሎ ዝሰኣነ ነዚ እኮ ጣልያን ክኸቦ ዝገበረ እኮ ኣምሓራይ እኮ እዩ ብዝብል መንገዲ ባዕሎም ንባዕሎም ጎንደር ንወለን እውን ከባልዖም ቅድመ ሕጂ ተዛረበሎ ሰሚዕኹም ተኮንኩም ባዕልና ንባዕልና ኣይንባልዓን ካብ ድሕረጂ ምስ ኣምሓራ ኣታሊሎም እዮም ኣታሊሎምና እዮም ኣታሊሎሞም እዮም ንሕና ኣይተታለልናን ኣብ ገዛና ኢና ፀኒሕና ኣብ ገዛኻ ዝመፀካ ምንም ክትገብር ኣይትኽእልን እሶም ግን ካብ ገዝኦም ወፅኦም ተታሊሎም እዮም ክግበር ኣይነበሮን ዝብል ሓሳብ የልዕሎ ኣለዎ ፅቡቅ ሓሳብ እዩ እና ትግራይና ህዝቢ ትግራይ ክነብር ተኮይኑ ናብ ንቡር ክምለስ ተኮይኑ ተመዛበሊና ክኣቱ ተኮይኑ ቀትርን ለይትን ንሕና ክንሰጥም ኣለና፣ ክንጥንክር ኣለና፣ ሓደ ዓይነት ሓሳብ ኣመለኻኸት ኢና ንሕዝ ዘለና። ኣብ ዝኾነ ይኹን ግዜ ነዚ ህዝቢ እዚ ኣብ ቅድሚኡ ኢና ክንግተር ዘለና፣ ኣብ ቅድሚ ህዝብና ኢና ክንስለፍ ዘለና። ሓደራ ናይ ሰማእታት እውን ኣለና። ናይ ኩሉ እዛ ትግራይ ትብሃልስ ብኣና ዘበን ክትበላሸ ይብላን። ክብርን ሞጎስን ንሰማታትና በርትዑ። ጭካማ ዋና ዘይብልና ኣብኡ ዝነበሩ ሰባት እውን ክመርሑና ስለ ዘይከኣሉ ማዕረ እቶም ኮሚሽነር መፅኦም ከማርፁና ክኢሎም ማለት እዩ እንታይ ኮይና ኢና ናይ መሪሕነት ሚና ምጭዋት ኣብዩና እዩ እንታይ ንኮይኑ ስለዚ ኣብዚ ክረአ ክኽእል ኣለዎ ካብኡ ስትራክቸር ሕዚ ዘይንሰርሖ እንታይ እዩ ችግሩ ሕዚ እኮ እዩ ክስራሕ ለለዎ ስትራክቸር እከለ እከለ እከለ እዚኣ ይመርሑ እታ ዝመርሕዋ እተን ክንልወጣ ዝደልየን ዝበልናየን ኣብ ላዕሊ ዘቕመጥናየን በሀመይ መንገዲ ይልውጥዎን ኣንፈት የቐምጡ እዚ ኣንፈት ንመያየጠሉ እንታይ እዩ ዝኸውን እንትን እዩ ዘጋጥመና ክልተ ሽሕን ዓሰርተ ሰለስተን ኣብ በረኻ ክውዳእ ዝግብኦ ነገር ስለ ዘይወዳእና ኩሉ ከከም ሽጣርኡ ስለ ዝተጉዓዘ መቐለ ምስ ኣተና ምምራሕ ኣውይና መቀለ ምስ ኣተና ወዲኤ እሺ ይቅርታ መቀለ ምስ ኣተናስ ምምራሕ ኣውይና ማለት እዩ ደብረፅዮን እንትን ኢልኺ ሞይቱ ኢልኺ ተባሂላ ትእሰር ጠስሚ ተጣሲምኺ ተባሂላ ትንቀፍ ቡና እባ ኣፍሊሕኺ ተባሂላ ትእሰር ስለዚ ህዚ እውን ምስ ኣተና ላውሃሙ ዓይነት መንገዲ ንኸይንኸይድ ንፁር ዝኾነ መንገዲ ተዝህሉይ ዝብል ሓሳብ ንምሃብ የቀኒየለይ ኣብ መጀመርያ ፕሪቶርያ ውዕል ፕሪቶርያ ዕግርግር ድብለና ነገር ነው። በተለይ እቲ ህዝብለ ግልፂ ዘይኮነሉ ነገር ነው። ውዕል ፕሪቶርያ በዓል ዋናው ወንኡ ዝብል ግልፂ ኣይኮነ እስካዕ ሕዚ ከዚ ብዝሐ ሓደ ሓደ ግዜ ሕዋሕቲ ፈደራል መንግስቲ እዮም ዝውድእዎ ይበሃል። ሃምኣና ግን ሃም ፓርቲ ግን ኩሉ ግዜ ንምግተሉ ውዕል ፕሪቶርያ ድህዝቢ ትግራይ ከድሕን ትገበረ ውዕሉ ዳኣሚ ድህ ሕዋሕት ከድሕን ተገበረ ውዕሊ ይኮነ ብደም ህዝቢ ትግራይ ትፈረመ ፍርማ ዳኣም ብደም ሕዋሕት ትፈረመ ውዕሊ ይኮነ ዋሕቲ ሃሊ ኣይሃሊ እቲ ድምስረት ሽግግር መንግስቲ ትርጉሞ ያተግብሮ ብልናና ንምጉት

ኣየናይ ዕጡቑ ድምልኸቶ ኣየናይ ድተኸፈለ ናይ ሕዋሕት ኣካል ዝፀንሐው ድምልኸቶ ከዚ ድብል ግልፂ ኣይኮነ ከዚ ሃምቲ ትላዕለ ኣና ካሱ ካብዚ ውዕሊ ፕሪቶሪያ እዚ ሃም ብሓዲስ ክቕነ ነዎ ክሕሰበሉ ነዎ ድብል በዓል ዋናለ መኑኡ ድብል ግልፂ ክኾን ነዎ ድብል ብርግፅ ኣነ እቲ ቤት ምኽሪ ይመክረሉ ይመስለኒ ኣና ድመጀመሪያ ግዜ ይወድእ ከለኹ ግን እቲ ህዝቢ ግን ግልፂ ክኾን ኣለዎ ድብል ሓሳብ ነኒ ካሱ ምስቲ ዕጡቕ ሓይሊ ከዚ ኣንሕናስ ኣብዚ ድዝናና ድቲ ሽግግ ምስራት ሽግግር መንግስቲ ወክልና ናሳሊጥ ኢና ትመስርትናና መንግስቲ ትግራይ ብትግራይ መንግስቲ ኣይለዩ ኣለና ንኣምን ኣይለዩ ከዚ እቲ መንግስቲ ንምስርት እንደኾና መንግስቲ መስልና